ሰላም ከመይ ትኾኑ ጋይስ ካብ ፊሊን ሎማዓንቲ ካብ ሓድሽ ቪድዮ ተመይስና ኣላ ናይ ሎማዓንቲ ቪድዮ ናይ ሎማዓንቲ ርእስና ካኒ ዋይፋይኩም ፈጺምኩም ወሊዕኩም ከይትገድፍዎ ናይ ሞባይልኩም ሴቲንግ ዘሎ ወይ ከዓ ናይ ሞባይልኩም ናይ ዋይፋይ ሴቲንግ ዘሎ ፈጺምኩም ወሊዕኩም ከይትገድፍዎ ስለምንታይ ዝብል ወይ ከዓ እንታይ እንታይ ሽግር ከም ዘምፀልና ካኒ ብሓንሳብ ክርኤና ስለ ዝሳፋያ መደብ ሳይፅንሑ ለስገው ስለዚ ጋይስ ከም ንፈልጦ ዋይፋይ ናይ ሞባይልና ዋይፋይ ማለት እዩ ንድሕር ከፊትናዮ ሃሊና ምናልባት ሕጂ ኣብ ገዛ ትጥቀሙ ትፀንሑ እሞ ከፊትኩሞ ከለኹም ከኣ ደገ ወጪኹም ምናልባት ናብ ስራሕ እንድሕር ከይድኩም ከም ዘለዎ ክኸይድ ፅንሕ ሽዑ ኣብ ስራሕ ምስ ናይ ስራሕ ከዓ እንድሕር ኮኔክት ጌርኩሞ ፀኒሕኩም ከዓ ኮኔክት ይብል ኣውቶማቲካሊ ባዕሉ ኮኔክት ይኸውን ማለት እዩ ካብ ስራሕ ወጪኹም ናብ ካፌ እንድሕር ከይድኩም ከዓኒ ከምኡ ኣብኡውን ኮኔክት ክኾኑ ኣውቶማቲካሊ ማለት እዩ ስለዚ እንድሕር ከምዚ ጌርና ገዲፍናዮ ወይ ከምኡ ጌርና ገዲፍናዮ ንውዕል ኣሊና ሽግር ከምፀልና ይኽእል እዩ ወይ ከዓ እንታይ ሽግር ኣለዎ ዝብል ኢና ክንርኢ ቅድሚኡ ግን ቅድሚ እዛ ቪድዮ ምጅማርና ማለት እዩ ቅድሚ ሕጂ ቪድዮ ኣብ ዝሰርሓሉ ነበርኩ ብዛዕባ ሞባይል ድዩ ብዛዕባ ኣፕሊኬሽን ድዩ ብዛዕባ ካልእ ካልእ ናይ ቴክኖሎጂ ኣብ ሳምሱንግ ኣርእና ወይ ከዓ ኣብ ኤቴን ኣርእና ወይ ኣብ ኤስ ትዌኒ ርእና ገለገለ ኢልኩም ዓይነት ሞባይልኩም ትፅሕፉ ነይርኩም ተረዲኹም ኣለኹም ስለዚ ኩሉ ግዜ ኣንድሪዮድ ኢለ ክዛረብ ከለኹ ነዘን ትብልዎን ዘለኹም ሞባይላት ዝውክል እዩ ኤቴንዳ ኤስቴንዳ ገለገለ ካልእ ዝተፈላለዩ ነገር ሳምሱንግ ዝብል ዘለዋ ብሙለን ንሙለን ዝውክል እዩ ማለት እዩ ተረዲኹም ኣለኹም ኣንድሮይድ ክብል ኢለ ክውክል ከለኹ ንዐን ዝውክል እዩ ኣንድሮይድ ኢለ ክዛረብ ከለኹ ንዐን ዝውክል እዩ ማለት እዩ ኣይፎን ከዓ ኣይፎን ማለት እዩ ስለዚ ብከም ዝተረድእዎ ማለት እዩ ስለዚ ሽግር ኣለዎ ያ ሽግር ከምፀልና ኽእል እዩ እቲ ሽግር ከዓ እንታይ እዩ ሞባይልና ኩሉ ግዜ ዋይፋይ እንድሕር ተኸፊታ ሃልያ ወይ ከዓ ዋይፋይ ተኸፊታ ኩሉ ግዜ ስካን ትገብር እንድሕር ሃልያ ስካን ትገብር ማለት ሕጂ ንኣብነት ኣብ ገዛኹም ዋይፋይ ትጥቀሙ እንድሕር ፀኒሕኩም ክትወፁ ከለኹም ደገ ዲስኮኔክት ትኾኑ ምስቲ ናይ ገዛኹም ዋይፋይ ትወፅእ ማለት እዩ ምስ ወፀት ኩሉ ግዜ እቲ ዋይፋይ እንታይ እዩ ዝገብር ሰርች እዩ ዝገብር ካልእ ንዕኡ ዝመሳሰል ኣፕል ኣይዲ ንዕኡ ዝመሳሰል ኣይፒ ኣድረስ ንክረክብ ሰርች እዩ ዝገብር ተረዲኹም ኣለኹም ስለዚ ሰርች ስለ ዝገብር ካልእ ንዕኡ ዝመስል ኣይፒ ኣድረስ እንድሕር ረኺቡ ኮኔክት ይኸውን ማለት እዩ ከምኡ ማለት ከዓ ቅድሚ ሕጂ ንኣብነት ኮኔክት ዝበልኩሞም ናይ ገዛውትኹም ኣከባቢኹም ዝርከብ ምናልባት ኮኔክት ዝገበርኩሞም ድሕር ፀኒሖም ዳይሬክት ብ ኣውቶማቲካሊ ኮኔክት ይኸውን ማለት እዩ ስለዚ እቲ ዋይፋይ ኩሉ ግዜ ሰርች ይገብር ማለት እዩ ሰርች ይገብር ምናልባት ሕጂ ኣንድሪር ትጥቀሙ እንድሕር ሃሊኹም ሂስትሪ ኣሎ ቅድሚ ሕጂ ዝኣተኹሞም ዋይፋይ ኣሎ ስለዚ ካብቶም ቅድሚ ሕጂ ኣቲኹሞም ዝነበርኩም ዋይፋይ ንዕኦም ንብምልኦም ደጊሙ ኣብ ከባቢኡ ንኸይህልው ሰርች ይገብሮም ማለት እዩ ረዲኹም ኣለኹም ኣብ ናይ ኣይፎን እኳ ኣክቹዋሊ እቲ ሂስትሪ ኣይመፅን እዩ ኮኔክት ይኸውን እዩ ኣውቶማቲካሊ ግን እቲ ሂስትሪ ዝብል ኣይመፅን እዩ ማለት እዩ ግን ጀርናል ግን ኩለን ሞባይላት እስካን እየን ዝገብራ ወይ ከዓ ይደልያ እየን ንዕዐን ዝመስል ኣይፒ ኣድረስ ንምርካብ ይደልያ ማለት እዩ ስለዚ እዚ ምድላይ እዚ ከዓኒ እንታይ ሽግር የምፀልና እንድሕር ኢልና ምናልባት ምስ ናይ ገዛኻ ድዩ ናይ ስራሕካ ድዩ ኮኔክት ክኸውን ከሎ ፀገም የብሉን እቲ ሽግር እንታይ ዝመፅእ ሞባይልካ ኩሉ ግዜ ከፊትካያ ኣብ ትንቀሳቀሱሉ ብፍላይ ካኒ ኣብ ሞል ድዩ ኣብ ላይብረሪ ድዩ ኣብ ካፌ ድዩ ኣብ ዝተፈላለየ ብብዝሒ ሰብ ኣብ ዝርከበሉ እሞ ከኣ ዋይፋይ ናትካ ተኸፊታ ትንቀሳቀስ እንድሕር ሃሊኻ ወይ ኮፍ ኢልካ እንድሕር ሃሊኻ ኣብዚ ሽግር ከምጸልካ ዝኽእል ማለት እዩ ምክንያቱ ኣብዚ ብብዝሒ ሰብ ዝጥቀመሉ ብዙሓት ብዙሓት ሰባት ዘታልሉ ሰባት ኣለዉ ተረዲኩም ኣለኹም ብዙሕ ዘታልሉ ሰባት ኣለዉ ኣብዚ ጥራይ ዘይኮነ ኢቭን ብውልቂ ሰብ እንድሕር ደልዮምኻ እውን ኣብ ጥቃኻ እውን ኮፍ ክብሉ ክእሉ እዮም ስለዚ ብብዝሒ ግን ኣብ ሞል ድዩ ኣብ ላይብረሪ ድዩ ወይ ካብ ኣብ ካፌ ድዩ ብብዝሒ ንሰብ ሞባይሉ ሃክ ንክገብሩ ኮፍ ኢሎም ዝቕመጡ ሰባት ኣለዉ ማለት እዩ ስለዚ እዞም ሰባት እዚኦም ምናልባት ሓደ ሓደ ግዜ ላፕቶፕ ሒዞም ዘንብቡ ዘለዎ ክመስሉ ክእሉ እዮም ዝፅሕፉ ዘለዎ ክመስሉ ክእሉ እዮም ግን ኣብ ብብዝሒ ሰብ ዘለዎ ኮፍ ብምባል ብዙሕ ፌክ ዋይፋይ ይፈጥሩ እሞ ድሕርዚ እሶም ዝፈጠርዎ ፌክ ዋይፋይ ወይ ከዓ እሶም ዝፈጠርዎ ናቶም ኣይፒ ኣድረስ ምስቲ እስኻ ናትካ ሞባይል ምስ ከፈትካያ ንዕኡ ዝመሳሰል እንድሕር ረኺባ ንዕኡ ዝመሳሰል ማለት ከዓ እንታይ ማለት እዩ ኣብ ሞባይልኩም ሂስትሪ ኣሎ ኩሉ ግዜ ብዙሕ ዝኣተኹሞ ሂስትሪ ኣሎ ቅድሚ ሕጂ ዝኣተኹሞ ዋይፋይ ማለት እዩ ቅድሚ ሕጂ ዝኣተኹሞ ዋይፋይ ሂስትሪ ኣሎ ስለዚ ምስ ናቱ ዝመሳሰል ኣይፒ ኣድረስ እንድሕር ሰሪሖም ፀኒሖም ወይ ብኸምኡ እንድሕር ረኺባ እታ ናትኩም ዋይፋይ ዳይሬክት እያ ኮኔክት ትኸውን እንድሕር ምስቲ ናቶም ዲቫይስ ላፕቶፕ ድዩ ሞባይል እንድሕር ኮኔክት ኮይና ከዓኒ እንታይ ከምፀልና ክእል ከዓ ርዱ እዩ ምክንያቱ ሓንቲ ሞባይል ምስ ሓንቲ ሞባይል ብዋይፋይ ኮኔክት ኮይነን ንብረት ክቀያየራ ክእላ እየን ተረዲኹም ኣለኹም ማለት ፋይላት ክቀያየራ ክእላ እየን ኢቨን ሪሞት ኮንትሮል ክትገብራ ትኽእል እያ ሓንቲ ሞባይል ተሪዲኹም ብሪሞት ክትቆፃፀራ ትኽእል እያ ሞባይል ማለት እዩ ስለዚ ብርሑቕ ክቆፃፀረኹም ከይክእሉ እሞ ከዓኒ ፋይላት ከይሰርቅኹም ካልእ ዝተፈላለየ ዘየሊ ካብ ናትኩም ንብረት ከይወስዱ ኢቨን ገንዘብ ከይወስዱልኩም ምክንያቱ ኦንላይን ማን ትጥቀሙ ድሕር ኮንኩም ገንዘብ ክወስዱልኩም ይኽእሉ እዮም ማለት እዩ ሪሞት ኮንትሮል ስለዝገብርዋ ብርሑቕ ስለዝቆፃፀርዋ ድላዮም ክገብሩ ይኽእሉ እዮም ማለት ስለዚ እዚ ንኸይገብሩ ክትገብርዎ ዘለኩም ነገር እንድሕር ሃልዩ እንታይ እዩ መጀመርያ ዋይፋይ ናትኩም ምጥፋእ ማለት እዩ ተረዲኹም ኣለኹም ዋይፋይ ናትኩም ከተጥፍእዎ ኣለኩም ካልእ ትገብርዎ ወይ ከዓ ኣገዳሲ ሴቲንግ ኣሎ እሱ ከዓኒ መጀመርያ ኣብ ናይ ኣይፎን ትጥቀሙ ኣይፎን ተጠቀምቲ እንድሕር ኮንኩም እዛ ሴቲንግ እዚኣ ክትጥቀሙላ ኣለኩም ማለት እዩ እዚኣ ትሪእዋ ዘለኹም ኣብ ዋይፋይ ናቱ ኣብ ዋይፋይ ኣቲና ሴቲንግ ምስ ኣተና ሊሚት ኣይፒ ኣድረስ ትራኪንግ ዝብል ኣሎ ሊሚት ኣይፒ ኣድረስ ትራኪንግ ስለዚ ንዓ ኦን ከም ዘላ ወይ ከዓኒ ንዓ ክፍቲ ከም ዘላ ከተረጋግጹ ኣለኩም ማለት እዩ ምናልባት እዛ ሴቲንግ እዚኣ ኣብ ኣይፎን ጥራያ ዘላ ኣብ ኣንድሮይድ የላን ስለዚ እዚኣ ንኣይፎን ተጠቀምቲ ጥራይ ክትጥቀሙላ ትኽእሉ ኢኹም ማለት እዩ ካልኣይ ከኣ ክትገብርዎ ዘለኩም ነገር እንድሕር ሃልዩ እንታይ እዩ ቅድሚ ሕጂ ዝኣተኹሞ ነጊረኩም ነይረ እቲ ኣይፒ ኣድረስ ምስቲ ሶም ፌክስ ዝሰርሕዎ ተተመሳሲሉ እዩ ኮኔክት ትኸውን ኣብ ሞባይልኩም ዘሎ እቲ ሞባይልኩም ደልያቶ ዘላ ኣይፒ ኣድረስ ግን ቅድሚ ሕጂ ኣትዩ ዝነበረ ዋይፋይ ቅድሚ ሕጂ ኣብ ሞባይልኩም ትጥቀምሉ ዝነበርኩም ዋይፋይ እዩ እቲ ኣይፒ ኣድረስ ዝብለኩም ዘለኹ ስለዚ ከምኡ ስለ ዝኾነ ኩሉ ግዜ እንታይ ክትገብሩ ኣለኩም ናይ ሓንቲ ዋይፋይ ምስ ተጠቀምኩም ብፍላይ ከዓ ካብ ናይ ገዛኹም ወፃእ እንድሕር ኮይኑ ሓንቲ ዋይፋይ ምስ ተጠቀምኩም ናይ ካፌ እዚ ፓብሊክ ብፍላይ እንድሕር ኮይኑ ናይ ሓንቲ ዋይፋይ ምስ ተጠቀምኩም ፎርጌት ክትብሉ ኣለኩም እሱ ጥራይ ዘይኮነ ከዓ ቅድሚ ሕጂ ዝተጠቀምኩምሉ ሙሉእ ዋይፋይ ቅድሚ ሕጂ ዝተጠቀምኩምሉ ብፍላይ ፎርጌት ዘይትብሉ እንተነርኩም ኣብኡ ከለኹም ትገድፍዎ እንተነርኩም ቅድሚ ሕጂ ዝተጠቀምኩምሉ ብምሉኡ ክመፀልኩም እዩ እሱ ከዓ ብኸመይ ክትረኽብዎ ትኽእሉ ኢኹም ኣብ ናይ ኣንድሮይድ እንድሕር ኮይኑ ስለዚ መጀመርያ ኣብታ ዋይፋይ ንኣቱ ማለት እዩ ኣብቲ ናትና ዋይፋይ ምስ ኣተና ኣብቲ ላዕሊ ዘሎ ሰለስተ ነጠብጣብ ኣሎ ኣብቲ ላዕለዋይ ሰለስተ ነጠብጣብ ንኣቱ ማለት እዩ ድሕርዚ ክልተ ምርጫ ሂቡና ኣሎ ስለዚ ኣብታ ኣድቫንስድ ዝብ ዘላ ኣብ ታሕቲ ዘላ ኣብኣ ንኣቱ ንታሕቲ ምስ ከድና ማኔጅ ኔትዎርክስ ዝብል ኣሎ ማኔጅ ኔትዎርክስ ዝብል ኣሎ ስለዚ ኣብኡ ንኣቱ ኣብኡ ንኣቱ ስለዚ ከም ትሪእዎ ዘለኹም እዚ ብምሉኡ ቅድሚ ሕጂ ዝተጠቀምኩሉ እዩ ወይ ከዓ ቅድሚ ሕጂ ኣትዮ ዝነበርኩ ዋይፋይ ማለት እዩ ዋላ ቅድሚ ዓመት ይኹን ዋላ ቅድሚ ዓሰርተ ዓመት ይኹን ኣብዛ ሞባይል እዚኣ ኣትየ እንተነይረ ወይ ከዓ ሂስትሪ ይፀንሕ እዩ ማለት እዩ ስለዚ ፎርጌት ተዘይልኩሞ ፎርጌት ተዘይልኩሞ ከምዚ ዓይነት ይፀንሓኩም ማለት ስለዚ እዞም ኣብዚ ዘለዉ ብምልኦም ናይዞም ኣብ ዝፀንሐ ኣይፒ ኣድረስ ምስቶም ፌክ ዋይፋይ ዝሰርሑ ሰባት እንድሕር ተመሳሲሉ እያ ኮኔክት ትኸውን ትኽእል ስለዚ እዞም ኣብዚ ዘለዉ ብምልኦም እንታይ ክትገብርዎ ኣለኩም ማርኪ ጌርኩም ወይ ከዓ ንምልኦም ሒዝኩም ፎርጌት ክትብልዎም ኣለኩም ወይ ከዓ ክትድምስዎም ኣለኩም ማለት እዩ ርዲኹም ኣለኹም ከምዚ ጌርኩም ክትድምስዎ ኣለኩም ማለት እዩ ኣክቹዋሊ ኣብ ኣይፎን ተጠቀምቲ እቲ ሊስት ናይ ሂስትሪ ሊስት ኣይመፅእን እዩ ቅድሚ ሕጂ ዝተጠቀምኩምሉ ዋይፋይ ኢሉ ብምሉኡ ሰሪዑ ኣየምፀልኩምን እዩ ስለዚ እንታይ ከም ክትገብሩ ዘለኩም ኩሉ ግዜ መምስ ተጠቀምኩም ፎርጌት ክትብልዎ ኣለኩም ብፍላይ ናይ ፓብሊክ እንድሕር ኮይኑ ፎርጌት ክትብልዎ ኣለኩም ኩሉ ግዜ ከዓ ዋይፋይኩም ኦፍ ኦን ሶሪ ከተጥፍዎ ኣለኩም ኦፍ ክትገብርዎ ኣለኩም ማለት እዩ ካልእ ተወሳኺ ኣንድሮይድ ተጠቀምቲ ኣብ ሎኬሽን ሎኬሽን ዝብል ናትና ምስ ኣተና ሎኬሽን ሰርቪስ ዝብል ኣሎ ብታሕቲ ሎኬሽን ሰርቪስ ምስ ኣተና ከም ትሪእዎ ዘለኹም ኣብዚ ዋይፋይ ስካኒንግ ዝብል ዘሎ ኦን ኮይኑ ኣሎ ዋይፋይ ስካኒንግ ኦን ጌኑ ኣሎ እዚ ከነጥፎ ኣለና ምክንያቱ እንታይ ዝብል ዘሎ ኢቨን ኢፍ ዋይፋይ ኢዝ ኦፍ ዝብል ዘሎ ዋይፋይ ዋላ ኣጥፊእካዮ ከለካ ስካን ዝገብር ማለት እዩ ስለዚ እዚኣ ከዓ ከነጥፋ ኣለና ማለት እዩ ኣንድሮይድ ተጠቀምቲ እንድሕር ኮንኩም ስለዚ ጋይስ በጠቓላሊ ዋይፋይኩም ኩሉ ግዜ ኦፍ ክኾን ኣሎ ምናልባት ኣብ ዘይትጥቀሙሉ ቦታ እንድሕር ኮይኑ ብፍላይ ኦፍ ክኾን ኣሎ ስቕ ኢሉ ስካን ክገብር የብሉን ማለት እዩ ክትጥቀሙ ከለኹም ኣብ ገዛ ክትጥቀሙ ፀኒሕኩም ክትወፁ ከለኹም ተጥፍዎ ኣብ ስራሕ ክትጥቀሙ ፀኒሕኩም ከተጥፍዎ ኣለኩም ኩሉ ግዜ ክጠፍእ ኣለዎ ማለት እዩ ስለዚ ከምዚ ኣብ ኣንድሮይድ ቀዲመ ዘርኣኹም ኣብ ናይ ኣንድሮይድ ከዓ ወላ ጠፊኡ ከሎ ስካን ክገብር ስለ ዝኽእል ኣብ ናይ ኣንድሮይድ በቲ ዘርኣኹም ጌርኩም ከዓ ከተጥፍዎ ትኽእሉ ኢኹም ማለት እዩ ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ሓደሽ እንድሕር ኪንኩም ሳብስክራይብ ከይትርስዑ ክሳብ ኔክስ መደብ ንራኸብ ፒስ